ቁርቁር ኣፊ ደፊእኒ ሽዱሽተ ዋለት ኣለዋ ክምስክራ ክእለ ብኻራ ብኻራ ብኻራ ምሻል ኮይሉ ተረዴካ ብፖሊስ ክስሕቡ ክእሉ እዮም ቀንዲ ዝኸሰሩ ኣብ ብርጌድ ንሓመዱ ደቂ ማዓይኒ እዮም ንጀምር ብወዲ ወርቁ ብዓብዩ ኣብ ኣስመራ ዝተቐመጠ ሻርክ እንዳሃለወካ ከሎሲ ኣብ ባሕሪ ዘሎ ሻርክ ዘይበልዐና ትብል
ብዕግርግር እናፈጠረ ሓደ ግዜ ፀፍዒ ፀፍዒ ዝጓሓፍክዎ ዘኤርትራዊ መን ሽሙ

እዚኦምን ካልኦትን ኣብዚ መደብ እዚ ሒዘኩም መፅየ እኒኦኹ ሰናይ ምክትታል ሰላም ሰላም ናስ ቻናል ተኸታተልቲ ኣነ ሎማዓንቲ ብጣዕሚ ደስ ደስ ዝብሉ ቪድዮታት ኣኻኺበ ተመልስኩም መፅየ ኣለኹ ካባኹም ንፅበ ላይክ ምግባር ይርስዕ ላይክ ሰብስክራይብ ምግባር ይርስዕ ከዚ ናተን ቪድዮታት ንኸት ኩለን ደቂ ኣንስትዮ ጽቡቓት እየን ጥራይ ምንክብኻብ ፍቕሪ ስኒት ኩሉ እቲ ጽቡቕ ዝበሃል ነገራት ወሙን ሓልዮት ክብሪ ገሊኤን ዝደልያ እምበር ጽቡቓት እየን ገለ ብምባል ብብዝሒ ክትከልል ካብ ዝርኣ ስእሊ እያ እዚኣ ጓል እሞ ርእይዋ ናይ ሓሽሽ እዚ ገሊኣ ኔራ ዕጸ ፋርስ ብመርፍእ ትወስድ ገለ እዞም ኣብ ጎደና ረኺቦም ዝሓቱ ሰባት ከኣ እሱ ረኺብዋ እታ ጓል እሳ ምዃና ኣብ ኢዳ ርእይዋ ከምዚ ምልክት ኔራታ ማለት እዩ ዳሓር ግን እቲ ወዲ ተንከባኺቡ ኩሉ ነገር ገለ ምስ ገበረላ ረእይዋ ከመይ መሲላ ኣላ ብጣዕሚ ጽብቕቲ ማለት እዩ ኣብ ክልቲኡ ስእሊ ሕጂ ዓቢ ፍልልይ እዩ ዘሎ ቀሊል ፍልልይ ኣይኮነን ዘሎወን ማለት እዩ ከምዚ ኢላ ክትርእያ ከለኻን ከምዚ ኢላ ክትርእያ ከለኻን ፍልልይ ኣሎ እሞ ከኣ ኣብ ውሽጢ ውሑድ ናይ ኣዋርሕ ግዜ ማለት እዩ ብሓፈሻ ግን እዛ ስእሊ ብብዝሒ ክትኮል እየ ዝሪኣ ደቂ ኣንስትዮ ጥራይ ኣይኮናን ወላ ሰብ ወላ ሰብሲ ከምዚ እንተ ጥዒምዎ ደሓን ዝኾነ ናብራ ተሎ ብሓፈሻ ሰላም ዘለዎ ናብራ እንተ ኣሎ ኮይኑስ ጽቡቕ ኮይኑስ ክረኤ ይኽእል እዩ ጽቡቕ እዩ ገለ ንምባል ክንጥቀመላ ንኽእል ኢና ብሓፈሻ ከኣ በርኣያ ስላሰ ዝተፈጥረ ኣብዚ ዓለም ክፉእ ዝበሃል ሰብ የለን ጥራይ እንታይ እዩ ዝደሊ ጥዑም ቦታ ሰላም ዝኾነ ናብራ ገለ እዩ ዝደሊ

መቃል ሓግደፍ ነው ለና ፈጽ ከመይ ኣሕዋተይ መዓረይ እዞም ኣወዳት ኣሕዋተይ ዕድመን ጥዕናን ይሃብኩም ወፊርኩም እተው ኣይትተዓንቀፉ ዝሓዝኩም ወይ ማኣክተልኩም ጥዕናኹም ይባርኸልኩም መዲና ኣለም ዘይትፈልጥዎ በረኸት እግዚኣብሔር ሰማያዊ በረኸት ይባርኽኩም ሓዳር ዘይገበርኩም ሓዳር ውላድ ዘይወለድኩም ውላድ ዘይሰሓቕኩም ዓቢ ሰሓቕ ዓቢ ፍሽኽታ ከምቲ ነዴና ኣብርሃ ን ከምቲ ነዴና ሳራ እንሆ ጠኒስክን ዝተባህለት ሳራ ሰሓቐት ዝብል ናይ ዘልኣለም መዋእል ሰሓቕ ይሃብኩም ዞም ኣሕዋተይ ትዕሩፉሉ ሂወት ይሃብኩም ካብዚ ዕዳ ዕንድዳ ካብዚ ናይ ኤሮጳ ናይ ጭንቀት ናይ ናይ ፋክቱራ ሂወት የድሕንኩም ካብዚ ናይ ክሮኖፎግደን ሂወት የድሕንኩም ዞም ኣሕዋተይ መዓረይ ዓመት እዚኣ ንዓኹም ትኸውን ንዓኽን ትኸውን ኣወዳትኩም ኣዋልድኩም ሓዳር ዘይገበርኩም ሓዳር ትገብሩሉ ዘይወለድኩም ወሊድኩም ከምዚ ናትና ፍረ ብርክኹም ትርእይሉ ብሕማቕኹም ጽቡቕ ትሕጎስሉ ዘመን የምጽኣልኩም ዘም መንእሰያት ኣሕዋተይ ኣነ ፍትው እየ ዘብለኩም ኣወዳት ኣሕዋተይ ኣይ ካንት ኣይ ኣይ ዶንት ሃቭ ኤኒ ወርድስ ቱ ዲስክራይብ ሃው ፋጨ ፋጨ ስምዐኒ ኣነ ዝብለካ ዘለኹ የለዋን ሓራሙ የለዋን እተን ኦንላይን ዝውዕላ ነበራ ብምልእን ተመርዕየን እተን ናይ ኢንስተግራም ብምልእን ሸቢኤን እተን ናይ ቲክቶክ ኣዋልድ ድየን ወላ ኣወዳት ድየን ስጋዕ ሕጂ ኣይተነጸረን ስናብቻት ክሳብ መዓዝ ብስናብቻት ክንታለል ኣታ ወዲ ብስናብቻት ዝፈልጣ ነበርኩ ሓንቲ ዶና ኣብ ቀዳማይ ጸጋማይ ምዕጉርታ ጥራሕ ዓሰርተ ሽዱሽተ ፈጸጋ ጸኒሕዋ ኣብዚ ጥቓ መንከሳ ጭሕሚ ጸኒሕዋ ወዲ እውን ክኸውን ይኽእል እዩ መሪርኒ መሪርኒ ሲንግል ምዃን መሪርኒ ኣታ ወዲ ድንግልናይ ከቢድኒ ንስኻ ግን ኣበዲኻ ኢኻ ሓዲርካ ትማሊ
ስለ ማርያም ብሩኸይ እንጀራ ከይትማላእ ኢኻ ሕሩጭ ኣብዛሕ ኣቢልካ ወይ ከዓ ቁርሲ ዋይ ዋይ ኣይሰማዕኸን እንዲኻ ብሩኸይ እንጀራ ከይትማላእ እኮ የለካ ቁርሲ የለካ ቁርሲ ሰሚዕኩም እባ ግን ሲ እንጀራ እዩ እኒኤ ጥሙይ ኢሎም ሃሪምና እንጀራ ሒዝካ ትመፅእ
ከይጠመየኩም ንኹም ትልምኑ ዘለኹም ደጓል

ንዓና ካብ ብሕጊ ዝደልየካ ንሕና ንሕና ቀንዲ ዝኸሰሩ ኣብ ብሪጌድ ንሓመዱ ደቂ ማዒን እዮም። ንጀምር ብወዲ ወርቁ ኣብቲ ጉዳይ ናይ ብሪጌድ ንሓመዱ ህይወቱ ስኢኑ። ኣብ ካልኣይ ደረጃ ንጆን ብላክ ንርእዮ ድማ ዓይኒ እዩ ኣብ እስርቤት ሓምሽተ ዓመት ተፈሪዱ። ብሳልሳይ ደረጃ ከኣ ንካፒቴን ኤርትራ ንርእዮ ካብ ኩሎም ንላዕሊ ብቋንቋ ተኾይኑ ብፍልጠት ተኾይኑ ክመርሖም ይግብኦ እስካብ ሎማዓንቲ ከኣ ብጀካ ጎስጋሲ ወላሓንቲ ዝረኸቦ ዕድል ኣይብሉን ኣብ ሪገ ናይሓመዱ። ሰላም ትህበኒ ኣፍቃሪት እየ ዝደሊ ንትብሉ ሰባት ሰላም ኣፍቃሪትካ ኣይትበካን እያ I'm sorry to say this ሰበይትኻ ሰላም ኣይትበካን እያ ሰላም ሰብ ክበካ ዝኽእል ነገር ኣይኮነን እስኻ ምስ ሕሉፍካ ምስ ተዓረቕካ ከምዘላቶ ነብስኻ ምስ ተቐበልካያ ኣብ ነብስኻ ምስ ሰራሕካ ዝፍጠር ነገር እዩ ሰላም ሰብ ኣይበናን እዩ ኣንፎርቹነትሊ ሰባት ሰላም ዶ ክዘርጉና ይኽእሉ እዮም ግን ስቲል ተመሊስና እውን ሰላም ክነምፅእ እውን ንኽእል ኢና እቲ ምንታይ ሰላም ናይ ውሽጢ ስራሕ እዩ ብደገ ሰብ ዝህበና ዘቐብለና ነገር ኣይኮነን ስለዚ ካብ ደገ እንድሕር ትደልይዎ ኣለኹም ሰላም ኣብ ደገ የለን ካብ ደገ ዘፍርሰልና ነገር ክፍጠር ይኽእል ግን ካብ ውሽጢ እዩ ሰላም ዝፈልቕ ካብ ደገ ኣይኮነን ምንጩ ብዙሕ ሰብ ካብ ኣፍቃሪቱ ካብ ኣፍቃሪኣ ካብዚ እዮም ዝደልይዎ ነቲ ሰላም ግን ኣብኡ የለን ኣምሰሪ ፒስ ኤንድ ላቭ ጋይስ። ምስ ተጋሩ ዝህልወና ርክብ ዝኾነ ሰብ ክቐብጽ ኣለዎ ስትራተጂ እዩ ናይ ፖለቲካ ፖሊሲ ኣይኮነን ዘለና ሕጂ ምኽንያቱ ናይ ክልተ ኮርያውያን ክነግረካ እየ ናይ ክልተ ኮርያውያን እቶም ሓደ ኮርያ ኣሜሪካ ዝሃነጸቶ ካፒታሊዝም እቶም ሓደ ኮርያ ከኣ ቻይና ዝሃነፀቶ ኮሙኒዝም ማእኸል ገይሮም እዮም ብሓንቲ ቋንቋ እንዳተዛረቡ ደብ ገይሮም ዘሎ ተሓደ ነቲ ሓደ እንተሒዝዎ የቃፅሎ እዩ ግን በቲ ዝሰምዖ ቋንቋ ገይሩ ይመሓረኒ ዝብሎ ውጪዝ ናይ ናይ ናይ አይዲያ ባርነት ማለት እዩ ናይ ወፃኢ አይዲያ ኣብ ሓንጎልካ ስፊርካ ኣብ ንስኻ ትውንኖ መሬት ዶብ ትገብር

ብዓብዩ ኣብ ኣስመራ ዝተቐመጠ ሻርክ እንዳሃለወካ ከሎሲ ኣብ ባሕሪ ዘሎ ሻርክ ዘይበልዐና ትብል እንዲያውም ወረ ደሓን እዩ እታ ምድሪ ዘብቀለቶ ከምኡ እንድሕር ኮይኑ ፅቡቕ እዩ ገይሩ ማለት እቲ ሻርክ ናይ ኤርትራ ዘይብልዕ እንተኮይኑ ተመስገን ብኢስያስ እንዳበላዕካናስ ብሻርክ ከዓ ዘይበላዕካና ኣምላኽ ኢልና እኳ ንኣምላኽ ነመስግኖ ማለት እዩ ብዓብዪ ግን እስክ በሉ ድሓን ሻርክ ዘይበልዕ ኢልኩሞ መኣስ ከ ኤርትራዊ ክሕምብስ ንባጽዕ ምስ ከደ መንቀሳቀሲ የብልካን ተባሂሉ እ ካብ ብሎክ ኣስመራ እንዲ ክምለስ ክኸይድ ይኽእል ይባጽዕ ከም ድላይካ ትንቀሳቀሰሉ ከም ድላይካ ትኸደሉ እሞ ድላይካ እንተ ኮይንዳ እንታይ ክገብር ባርያን ሽቃቅን ናይ እንዳይ ናይ ስዊዘርላንድ ድምጸካ ኣብኡ ከይዶም እኳስ ንዛረቦ ጠሪፊናት መቸም እታ ኤረ ቲቪ ኪዱ ቅድሕዎም ካብ ደገ ዝመጹ ኣለዉ ይበሃሉ እቶም ዝመጹ ዘለዉ ኩሎም ሰኽራማት ዝነበሩ እዮም በዓል ዘርእሰናይ ገለመለ እዮም ኣባ ጎብየ ሲ ኤርትራዊ ምዃኑ ጸኒሒኒ ትብለካ እንስሳ ድዮም እዞም ሰባት እዚኦም ኢለውን ኣይፈልጥን ህዝቢ ተበዲሉ ኢደይ ሓፍ ኣቢለ That's it ምስ ስርዓት ኮይነ ግን ድጋፈይ ኣርኤ ወይ ናይ ትግራይ ባንዴራ ወይ ትግራይ ትዕወት ግን ኢለ ኣይፈልጥን እየ ህዝቢ ተበዲሉ እትዮም ዝብሉ እትዮም ዝብሉ እትዮም ዝብሉ ፅናሕ ፅናሕ ኣብ ኤርትራ ዘሎ ፖለቲካ ሽግር እንድዩ ገሊኡ ብማንነት እየ ዝቃለስ ዝብለካ ተረዲኻኒ ገሊኡ ንሕና ብግዜ ብሰንኪ ናይ ኢትዮጵያ ምምሕዳር ዝተፈላለና እምበር ከልተ ህዝቢ ኢና ይብለካ ኣብ ትግራይም ኮይኑ ኣብ ኤርትራም ኮይኑ ከምኡ ዝኣምን ኣሎ ናይ ማንነት ተቃለስቲ ተባሂሎም ተረዲኻኒ ካብ በዓል ኩስቶ ጀሚርካ እዚ መን ሽሙ እቲ ምሳይ ዝተባእሰ መላጥ ከምዚ ዕግርግር እናፈጠረ ሓደ ግዜ ፀፍዒ ፀፍዒ ዝጓሓፍክዎ ዘኤርትራዊ መን ሽሙ ኣንታ መላጥ እዚ ኣሜሪካ ዘሎ ተስፎም ድዩ
እወ በዓል ከም በዓል ተስፎም ተረዲኻኒ ቃልሲ ብጓይላ ወይ ብሳዕሳዒት ወይ ብትግርኛ ዝመስሎም ተረዲኻኒ ኣለው ናይ ማንነት ተቃለስቲ እዮም ንዓና ግን ዝውክሉ ኣይኮኑን ስፔሬት ኣነ ተረዲኻኒ ኤርትራ ንኤርትራውነት ኣሚነ ዝቃለስ ሰብ እየ ሕጂ ብፍላይ ብርጌድ ንሓመዱ ጀጋኑ በቃ ንፉዓት ሓንቲ ይብለኩም ኣይከይድ ኣጆኹም ኣይብለኩም ኣነ እቲ ቃልሲ ሂወት እዩ ዝሓትት ካብ ፀላኢኻ ወላ ሓደ ሳፖርት ወይ ድማ ጅግንነት ወይ ድማ ናይ ፍዮሪ ዕማኾ ኣይትወስድን ኢኻ ተመቃለስቲ ንካ ክፀሪ ዘለዎ ይፀሪ ክፀሪ ዘይከኣለ ከኣ ኣብ ሾሻል ሚድያ ኮይኑ እንዳተፃረፈ ይተርፍ ማለት እዩ ናተይ ከማያት ዕላማይ በቃ ናይ ሎማዓንቲ ዝነበረኒ ምሸት ብጣዕሚ እየ ዘመስግነኩም ይቐነለይ ድሕሪ ሕጂ ግን ክትዛረቡ ኣብ ዝኾነ ሶሻል ሚድያ እሱኹም ትዛረቡላ ኣብነት ሓንቲ ዘሎ ኮይና ይስማዓንን ወላ ዝስማዕኩም ስሜት ካብቲ ቦታ ውፁ እንድሕር ንስኹም መልሲ ብዝሃብኩሞ መጠን ግብረ መልሲ ስለ ዝመፅእ ኩላህና ኣሰር ውፉይ ይብል ማለት እዩ ጠባይ ውፉይ እታ ስቕ ፈውሲ እንታይ ኣስቕ ኣውሊቕሎም ሶኬት መገደብ ዝብል ኣሎ ናይ በቃ ናይ ውፉይ ናትና ኣርኣያ ናይ ስቕ ንኮን ኣለና ማለት እዩ እንታይ ደኣ ከማያ ጋይስ ቴንኪዩ የቐኒለይ ኣታ ኣድጊ ኣድጊ

ወይ ትግርኛ እንዴ ክማር ደለ
ዛረብ እንዴ የለክን ፅቡቅ ኖ ግን ላይክ ሓንሳብ ሓንሳብ ጠፍኣኒ እዩ ኣነ ወዳይ ስለ ኣብ ናብራይ መን እንታይ ተነዛ ቆቆ ኖርወይ ናብራይ ኖርወይ ኖርወይ ኣበይ ከደለካ ኣብ ኢስሎ እያ ገደም
ኣበይ ኮን ስኹም ዘሎ ተመርዒኺ ዲኺ
ኣነ ኖ ኣይተመርዓኹን
ቦይ ፍሬንድ ኸ ቦይ ፍሬንድ የብለይን ሕራይ እንታይ ክዓብሰልኪ ኸ ክንደይ ትዕድሚ ኸ ኣነ እወ ዕስራን ክልተን
ንዓይ ንዓይ ደቅስ ዘርኦም ኮፈል ኮፈል ዘርኦም ደቅስ ዘርኦም እንታይ ደቅስ ኣለኒ ኣነ ዕስራን ሽዱሽተን እንዴ
ቁርኣን ኣኻ እው ዘረሞ ንእሽተይ ካብ ብጣዕሚ ሻሽ ንእሽተን
ኣታ ዝወ ግዜ ንእሽተይ ዘረም ናይ ብሓቂ
እንታይ ዳ ኣሜሪካ ዝብሉ ከዘለዉ ኣሜሪካ ዲኺ ነወስቂሎም እዮም
እስከ በት ናይ ዓድኹም ዝኾነ በልና ከመይ ውዕልኩም እስከ በልና
ኢንግሊሽ ጥራሕ እየ ዝኽእል ሓድሽ እየ ሓድሽ እየ ናብዚ ዓዲ ዋይ ኣብዚ ዘሎ ህዝቢ ኣልዕል ቢልኪ How are you ከመይ እዚ ናይ ኢንግሊዝ እዩ ናይቲ ዓዲ ተዛረቢ ናይ ሓሚመ ንዓ ሚእቲ ቅርሺ ሓግዘኒ ሚእቲ ዶላር ኢልካ ክትሕግዞ ኣይትኽእልኻ ኢስነ ፈልጠካ ብሰብ ኢኻ ትናበር በዚኦም ሃገራውያን ገለ በቃ እቲ ሓደ ሓምሳ በካ እቲ ሓደ ዕስራ በካ እቲ ሓደ ቲኬት ቆሪጹ ንጀርመን ወስደካ እቲ ሓደ ናብ ካልእ ይወስደካ ገለ ብኸምዚ ኢኻ ትናበር ግን ክሳብ መዓስ ኢልካ ነብስኻ ሕተታ ተረዳኻኒ ስድራኻ ከኣ ሕለየሎም ኣደኻ ኣላትካ ነደኻ ክትኣሊ ይደሊ ኣይደልን ቅድሚ ሕጂ ተዛሪብካ እኮ ኢኻ ኣደይስ ንስርዓት ኣይደጉፈቶ ትብለኒ ወላ ቁልቁል ኣፋ ትደፋእ ነደይስ ወላሓንቲ ኣይምሰማዕክዋን ኢልካ ልዕሊ ድኻስ ንቲ መንግስቲ ተቀድም ሰብ እኮ ኢኻ ንስኻ የለኻን እኳ ብሂወት ኣለኹ ኢልካ ትንቃሳቀስ ትኸውን ብሂወት ምናልባት ሓደ ክልተ ዕሸነት ዘለዎም ሃገራውያን ገለ ተረዳካኒ ሃገራውያን ባሃልቲ እምበሪ ሃገራውያን ገለ ገለ ዝብሉ ተረዳካኒ ምናልባት ንሶም ይሕጎሱልካ ይኾኑ ግን ታይ መሲልካ ክሳብታ ዘለዉ ክሳብቲ ምስኦም ዘለኻ ክሳብቲ ዘድልዮም ገለ ተረዳካኒ መሕለፊ ግዜ ንዓኻ ይጥቀሙልካ ማለት እዩ ትምንታይ ኣፍልጦ ስለ ዘይብልካ በቃ ብከምዚ ነገራት ጌሮም ብመሕለፊ ግዜ ጥቆሙልካ ንስካ ግን ሕሰብ ብዛዕባ ስድራካ ሕሰብ ኣብ ዓይኒ ሰባት ኣይትእቶ ጥርጥር ጥርጥር ጥርጥር ተበልካ ወላ ሓንቲ ወላ ሓንቲ ወላ ሓንቲ ተምጽኦ ነገር የብልካ ጃስት ከም ሓውና መጺእና ኢና ክንዛረበካ ደሊና እምበሪ ተዛሪብና ንዓካ ተረዳካኒ ካባካ ንረብሖ የብልና ካባካ ዝኮን ነገራት ነብሎ ነገር የብልናን ግን የሕዋትና ንሕና ትግራይ ትግራይ ናብ ትግራይ እዩ ተኺዱ ብዛዕባ ትግራይ ኣይምልከተናን ትግራይ ዋላ ቡጌራ ደናሶር ይጽንትዋ ዋላ ቡጌራ ትጽነት ብዛዕባ ትግራይ ዝቁንዞ ኤረትራዊ የለን ተቃዋማይ ይኹን ደጋፋይ ይብለካ ኣለኹ ብዘይካ ሓደ ክልተ ብህልኽ ንሕና ተጋሩ ኢና ዒም ዝበለ ተሓጎም ንሕና ተጋሩ ኢና ገለ ኢሎም ብህልኽ ንሕና ከ ህልኽ ኣለና ኤረትራውያን ከኣ ትፈልጥ እኻ ብጣዕሚ ህልኸኛታት ኢና ብህልኽ ተዘይኮይኖም ይብለካ ኣለኹ ብዛዕባ ሃገሩ ኤረትራ ተዘይኮይኑ ብዛዕባ ካሊእ ዝሓምም መንእሰይ የለን ብዛዕባ ትግራይ ዝሓስብ የለን ኣነ ኣለኩ ተቃዋማይ እንዲነ ትግራይ ብዛዕባ ትግራይ ኣይምልከተኒ ወላ ቡገራ ትጥፋእ እንተደከኒ ኣሞራ መፅዩ ወላ ደም ስሳን እታ ትግራይ ኣይምልከተኒ ኣነ ብዛዕባ ሃገረይ እዩ ዝምልከተኒ ብዛዕባ ሃገረይን ኣሕዋተይን ኣቦይ ኣቦይ ኣቦይ ኣቦይ ኣይትበል ኣብዚ ኣቦይ ሞይቱ ኣቦይ ሞይቱ ኣደይ መይታ ኣቦይ ሞይቱ ገለ ኢልካ ኣይትደጋግመላ በዓ እትዮም ስዋኣት መፃወቲ ትግበርዎም ኣብዚ

ክልተ ዓይነት እንስሳታት ጥቐስ። ሽንቲ ድዩ ዋላስ ቀልቀል? እዋእ እንድዒ ናጃ ዓሳ። ኣድጊ። ክሓግዘካ ንእሽተይ እንስሳ ዘቤት እዩ። በዓል መን እዮም እንስሳ ዘቤት እባ ኣይንፈልጦምን። ወይ ልበይ።
እንቁር። ነዋሕ መሸላ ወይ ወይ ንበረድ። ወይኒ ጭሩ ምስ ዓበየት ትጉዕጸ እንታይ ኣብ ዘሪጋ ካብ እንዳ ስኒ ዲኹም በሊዕኩም ትመጹ ዘለኹም ዋላ መዓልቲ ስኒ ኢሎም መዓልቲ ወይኒ ግራት ወይኒ ዓራት ዚስ ፌስ ኢዝ ኖት ኦን ማይ ሜሞሪ እዚ ገጽ እዚ ኣብ ኣተሓሳስባይ ርእዮን ሓሲበዮን ኣይፈልጥን ዝኣካላት እዚ ትብላለ
ኣነ ከዓ ምጥራይ ተዓምት ንባቂ እንተ ዓምት እንዳ ዓይንኺ ዓይነ ከይትሪ ዓይንኺ ኣራይ
ክፈት ምስ ተባለ ሰና ሓንሳብ

ፍቅሪ ብሓቂ ድዩ?
ወይ እዚኣ ንዓኺ መዘከርታ ኣብ ዝሃለኻ ሃሊኺ ቤተይ እዚኣ ንዓኺ ንኹሉ ግዜ ኣብ ኢደይ ኣብ ልቢ ኣሎ እንጂ በዓል ፍሽያ ግን ኣብ ነብሰይ ከኣ እዚኣ ከኣ ስእልኺ ማለት እዩ ናይ ሎሚ ሰብ እንታይ ክብል መጽ ይመስለኩም ኣወዳት በጃኹም ኣይትቑፀሩኒ እንተ ደኣ ቆፂርኩምኒ ሰዓት ቆፀራና ፍርቂ ሰዓት ምስ ተረፎ ወይ ዓሰርተ ደቂቕ ምስ ተረፎ ማለት እዩ ከምዚ ገይረ ልኻይ ገይረ ገዓት በሊዐ ተጠቕሊለ ከይድቅስ ኦኬ ኣይትቑፀሩን ሰዓት ቆፀራ ክኣክል ከሎ ገዓት በሊዕኻ ልኻይ ተለኺኻ በጥ ምባል እዩ ዝመፀኒ ስለዚ ኣይትቑፀሩኒ እዚኣ ክብል ኢለ መፅየ ጎብ ጉዳይኩም ግበሩ ሕቡሸይ ቻው
ዘፍቀርካዮ ፍቕርን ኣብ ልዕሊ እታ ሓንቲ ክትጥቆ ዝሓሰብካ ፍቕርን ምናልባት ካብኡ ናብ ክፈላለ ይኽእል እዩ ተረዲኻኒ ግን ትትኮ ኢኻ ንኣብነት ሕጅስ ንሓንቲ ብልቢ ተፍቅርካ ኣፍቃሪት ኣለትካ ብልቢ ተፍቅር ኣፍቃሪት ግን ከኣ ብዙሕ ክብረት ዘይትበካ ብዙሕ ሪስፔክት ዘይትገብረካ ዲስሪስፔክት ትገብረካ ብዙሕ ነገር በቃ ካብኣስ በቃ ነዚኣ ብካልእ ጓል ክትከኣልን ገለ ኢልካ ካብታ ብልቢ ተፍቅራ ዝበልካ በቃ ነታ ክትካእ ዝሓሰብካ ምስ ኣምጻኻያ ከምቲ ብታ ቀዳመይቲ ትሓስቦ ዝነበርካ ሓሳብ እንድሕር ከምቲ ናይታ ቀዳመይቲ ክትገብረልካ ትደልዮ ዝነበርካ ነገራት እንድሕር ኣብታ ካልኣይቲ እንተሂባትካ ስለምንታይ እዚኣ ካብ መን እዛ ጓል እዚኣ ክተፍቅራ ዘይትኽእል ንዓ ዘድልየካ እኮ ትሰርሖ ኢኻ ኦረዲ መርሓከ ተረዲኻን

ኣይሓለፍካን ኣማኒ ደንደን እንታይ ገይሩ ድዩ ዋላ መርሓባ ብሩኹ ዘርኢ መርሓባ ደንደነ
መርሓባ
ራእይ ንኸላህለካ ከዳ ሕጂ ፋሉን ሓደ መሲልኒ እንዲ ፅንሒቲ ድኸርፈኩም ድነበረ ትግጅፍ ኦባ ኦብ መን ይታሽም ኦባ ኦምባ ኦባ ዲ ኦባ ኦባ ኦባ ሕንዲ መስልኒ ቶሜ ስለ ዘናዋልዳው ትጨላጊም ወዲ ይሆን እንዲ እዚ ዶ
ብዕራይ ነርና ንሕና በሪህ ዝበሃል ከምዛ ናይቶም ትመስል ካልሻ ኣይቀርቡ

ነቨር ማዕመል ተሽባራር ሽዱሽተ ዋለት ኣለዋ ክምስክራ ክእለን ብኻራ ብኻራ ብኻራ ምሻል ኮይሉ ተረዴካ ብቦሊስ ክስሕቡ ክእሉ እዮም ብቦሊስ ከምዚ ክስሕቡ ክእሉ እዮም ኣብ ገዛ ናተይ ኣብ ገዛ ናተይ ንዓይሲ ብኻራ የጓየና ንሽዱሽተ ሰባት ብኻራ ተረዴካ ብኻራ የጓየና ፅቡቅ እዩ ኣይ ዶንት ኬር ዋላ ይፍለጡ ናቱ ግብሪ ብኻራ የጓይና። ናይ ሎማዓንቲ መደባትና እዚኤን ይመስላ ነይረን ዝኾነ ዝተሰማዕኩም ነገር ተሃልዩ ኮመንት ግበሩለይ ኹሉ ነገር ክውሰኽ እኒኦዎ ክቕነስ እኒኦዎ ትብልዎ ነገር ተሃልዩ ኮመንት ግበሩለይ እቶም ኣሕዋተይ i love you peace out